ሰላም ኣነ ልምዓት ቪድዮና ካብ ዶብ ኤርትራን ትግራይን ሓደሽቲ ዝሕጉሱ ዜናታት እንዳተሰምዑ እዮም ምጻል ድማ ብርሃነ ወይ ከዓ ሰብ ዝሰኣነ ሰብ ኣብ ዝሓለፈ ቪድዮ ብዛዕባ ሰራየ ብዛዕባ ዓክሎ ገዛይ ዝበሎ ነገር ነይሩ እና ንዕኡ ምልኪቱ ከዓ ዝሃቦ ግብረ መልሲ እኒሀ ንሱ እውን ብሓርቢ ምዃን ክንርኢ ኢና ማነው ኣካል ውዛይ ሰራየ ሓማሴንሲ ተጋሩ ኣይኮናን ዝብል ሰብ ተሃልዩ ሳይንቲፊካሊ ዝከራኸር ሰብ ተሃልዩ just ምዝራብ ይከኣል እዩ። ብምቅጻል ድማ ዶክተር ሃይለ ወይ ክዓ ደደቢት ሚድያ ብዝዓ ህዝቢ ትግራይን ብዝዓ ጽምዶን ዝበሎ ነገር እኒሄ። ካብ ሰላም ወፃኢ እነቕድሞ መማረፂ ከምዘየለ ክትፈልጡለይ ይደሊ። እዚኣቶምን ካልኦትን ነዚኦም ዝመሳሰሉ ቪድዮታት ብሓር ብምዃን ክንርኢ ኢና። ሰናይ ምክትታል። ኤኖስ ደቂ ዓበይቲ ነቲ ቻናል እዚ ሓድሽ ለኹም ክብሳት ላይክ ሸር ሳብስክራይብ እንዳገበርኩም ጀምርዎ ናብ ቪድዮና
ማነው ኣካል ውዛይ ሰራየ ሓማሴንሲ ተጋሩ ኣይኮናን ዝብል ሰብ ተሃልዩ ሳይንቲፊካሊ ዝከራኸር ሰብ ተሃልዩ ጀስት ምዝራብ ይከኣል እዩ ከምኡ ስለ ዝበልካ ፅምዶ ከባላሽ እየ ኢልካ እንድሕር ደኣ ፍቐዱ ዩቲብ ገለ ትብል ተኮይንካ ግን ከምኡ ኣይኮነን እቲ ጽምዶ ከምኡ ኣይኮነን። እቲ ጽምዶ ናይ ሰላም መስርሕ እዩ። ኣይ ኣይኮንኩን እንተኢልካ ከዓ መሰልካ እዩ። ዛሲት መንግስቲ ኤርትራ ትግርኛ ኢኹም ትበሃሉ ኢልዎም ኣሎ። ከምኡ ይፅውዑ ነይሮም ድሓር ብዝነገሩኒ ማለት እዩ። ንስኹም እንተኮይኑ ብኤርትራ ትግርኛ ይበሃሉ ፀገም የብሉን። ኣነ ግን ትግርኛ ይብሎም ቤተሰብ ኣለውና እኮ ኤርትራነትና ናይ ስጋ ቤተሰብ ኣለና ንሕና እቲ ዓጽመ ስጋይ ዝኾነስ እቲ ትግራዋይነቱ ከመይ ገይረ እየ ክቕንጥጦ ኣነ ብተፈጥሮ ዝረኸቦ ማለት እዩ ስለዚ እዚ ፋክት እዩ እዚ ስለ ዝበልካ ግን እዩ ፅምዶ ሓደጋ ክወድቕ እዩ ማለት ኣይኮነን ሕዚ ብዙሕ ክዛረብ የደልን እንቲ ሰራየ እንቲ ኣካለጉዛይ እንቲ ሓማሴን እኳስ ካብኡ ንላዕሊ ኣነ ዝምልከተኒ ኮይኑ እናሃለወስ ሓደ ኢትዮጵያዊ ኤርትራዊ ስለ ዝኾነ ጥራሕ ንኣቶም ተጋሩ ኣይኮኑን ኢሉ ንኣይ ዝወቅስ ሰብ ይርኢ እየ ከምኡ ኢሉ ይቕረታ ሕተት ዝበለኒ ሰብ እውን ይርኢ እየ ብጣዕሚ ኢኻ ትሓፍር ከምዚ እናተመላለስካ እንድሕር ትኸይድ ኮይንካ እቲ ተጀሚሩ ዘሎ ፅቡቕ ነገራት ናብ ሓደጋ ክወድቕ ስለ ዝኾነ እዚሱ ኢልካ ኢግኖር ትገብሮ ስለዚ ኩሉ ነገር እሱ ኢልካ ፅምም ኢልካ ትሓልፎ ኣለካ ፅምም ኢልካ ትሓልፎ ኣለካ ብከምዚ እዩ ክረአ ዘለዎ ኣነ ብከምዚ እየ ዝዕቅን ጽቡቕ ምስ ናይ ኣብቲ ሕዚ ጀሚሮ ዘሎ ህዝቢ ንህዝቢ ርክብ ኣተሓሒዝካ ቅድሚ ሕዚ ብሰንኪ ሕመቕ ፖለቲከኛታት ተፈጢሩ ዝነበረ ጽልኢ መንደቕ ፈሪሱ ኢልካ ሕጂ ፖለቲከኛታት ተባኢሶም እንድሕር ደኣ ክልቲኡ ህዝቢ ኣብ ጽልኢ ጸኒሑ ኮይኑ ወይ ድማ ተፈላለዩ እንድሕር ጸኒሑ ኮይኑ ሕዚ ድማ ፖለቲከኛታት ኢዶም ዘይሓወስሉ ከመይ ገይሩ እዚ ኩነታት እዚ ክመጽእ ክኢሉ ስለዚ እዚ ፅምዶ ወይ ከዓ እዚ ርክብ ህዝቢ ንህዝቢ ከዓ ከመይ ጌርና ኢና ናይ ፖለቲካ ኢድ ኣታውነት ወይ ድማ ፖለቲካ ትሕዝቶ የብሉን ኢልና ምድምዳም ንኽእል?
እዚ ሓደ እቶ ሐዚ ዘሎ ኩነታት ካብቲ ናይ ቅድሚ ሐዚ ዝተፈለየ እዩ። እቲ ሐዚ ንርከበሉ እዋን እቲ ሐዚ ዘሎ ኩነታት ማለት እዩ። ኢትዮጵያውያን ኣብ ልዕሊ ህዝቢ ትግራይን ኣብ ልዕሊ ህዝቢ ኤርትራን ዘለዎ መትከል ካብ ቀደም ጀሚሩ ኣይተቐየረን፣ ተመሳሳሊ እዩ። ሶ እቲ ኣረኣእያ ናቶም ናይ ፖለቲካ ድሌት ንምፍጻም ንመንግስቲ ኤርትራ ኣጋጊ ብፍላይ ብወገነይ ብወገን ሃይለ ከምኡ እውን ብወገን ህዝበይ ህዝቢ ትግራይ። ካብ ሰላም ወጻኢ እነቕድሞ መማረጺ ከምዘየለ ክትፈልጡለይ ይደሊ። መላእ ህዝቢ ትግራይ ዝድግፎ ሰላም እዩ። ንሰላም ከባድ መስዋእትነት እንዳኸፈለ ዝኸደ ህዝቢ እዩ፣ ዝመፀ ህዝቢ እዩ፣ ዘሎ ህዝቢ እዩ፣ ዝቕፅል ህዝቢ እውን ንሰላም ከምኡ እዩ። ሰራዊትና እውን ህዝብና እውን መላእ ህዝቢ ትግራይ ንህዝቢ ኤርትራ ዘለዎ ረዲኢት ህዝቢ ኤርትራ ባዕሉ ይፈልጦ እዩ። ህዝቢ ትግራይ እውን ብተግባር እናተግበሮ ዝመፀ ስለዝኾነ ነዚዩ ካሊእ ተርጓሚ ኣየድልዮን። ሰላም ካብ ኩሉ ኣቕዲምና እነቕምጦ ከም ምዃኑ ክትፈልጥለይ ይደሊ። እዚ ኢለ ከቕርብ ከለኹ እውን ብሃይለ ወገን ነዛ ርክብ ህዝብታት እዚኣ ክኽፈል ዝግበኦ ኩሉ ንክኸፍል ድሉው ዝኾንኩ ሰብ ምዃነይ ካብ ቀደመይ እውን ህዝበይ ዝፈልጠን ሕዚ እውን ዝገብሮ ዘለኹ ንቐፃሊ እውን እንዳገበርክዎ ዝቕፅል እዩ። ህዝቢ ኤርትራን ህዝቢ ትግራይን ሽርሒ ፀላእቲ ካብ ጣልያን ጀሚሩ እስካዕ ሕዚ ደቂቀ ምኒሊክ ዝገብርዎ ዘለው ነዙይ እንዳቃላዕና ክልቲኡ ህዝቢ ተራኺቡ ሰላማዊ ዝኾነ ህዝቢ ንህዝቢ ርክብ ንክቕፅል ደደቢት እውን ሃይለ እውን እንዳሰርሑ ክቅፅል እዩ እዚ እውን ሓዙለይ።
ካሊእ ምንም ተኣምር የብሉይ
ዋላ ሓንቲ ካሊእ ተኣምር የብሉይ ሳሲት ሚኒስትሪ ሚዲያ ሒዝካ ብዛዕባ ብርሃን ምህታፍሲ እንታይ እንታይ የምፅኦ እዩ ሶ ኩላኻ ትግራዋይ ንሓይለ ኣን ሳብስክራይብ ኣን ፈሎው ሪፖርት ብምግባር ፖለቲካ ትግራይ ፖለቲካ ህወሓት ምምእዛው ይከኣል እዩ። ምክንያቱ ሓይለ ዝሰርሖ ዘሎ ስራሕ ናይ ጸላእቲ መደብ እዩ። ሓይለ ዝሰርሖ ዘሎ ስራሕ ናይ ጸላእቲ መደብ እዩ። ሓይለ ፖለቲካውን ህዝባውን ውግንና ኮነ ቁመና የብሉን። ናይ ሃይለ ውግንና ፕላስ መትከል ገንዘብን ገንዘብን ጥራሕ እዩ። ዕድመ ይሃበና ድሕሪ ልተወሰነ ግዜ ላብ ኤርሚያስ ለገሰነት ክቅየር እዩ። ሓደ ማእኸላይ ኮሚቴ ፕሬዚደንት ግዜያዊ ምምሕዳር ንኸውን ወይ ከዓ ኣቦ ወንበር ውድብ ህወሓት ንኸውን ላዕልን ታሕትን ዝብል ሰብ እዩ ሃይለ። ኣብ ቅነ ሰማእታትና ክንቀብር ከለና ኣብ ወርሒ ዝሓለፈ ሰነ ካልኦት ሚድያታት መጠነ ሰፊሕ ሽፋን ኣብ ዝህሉ እዋን ሃይለ ብዛዕባ መሬት ኣጀንዳ ገይሩ ይሰርሕ ነይሩ። ሓይለ ኣክሱም ልዕሊ ሽረ ዓብያ ኢሉ ዘየለ ነገር ፍሬም ይገብር ነይሩ። ሃይለ ወዲ ዝኾነ ዞባ ተወላዲ መድሓኒት ገይሩ ኣብ ኣሜሪካ መሪዙ እንዲሉ ህዝቢ ምስ ህዝቢ ከጋጩ ላሕ ይብል ነይሩ። ሃይለ፣ ውድብ ህወሓት ኣብ ክልተ ንክትምቀል መጠነ ሰፊሕ ጎስጓስ ገይሩ እዩ። መጠነ ሰፊሕ ጎስጓስ እዩ ገይሩ፣ ብምፍላጥ ይኹን ብዘይምፍላጥ። ሕዚ እውን እታ ዘላ ውድብ ህወሓት ንክትምቀል ኣብ ተመሳሳሊ ፃዕርን ተልእኾን ይርከብ። ብውነ እዚ ብደንቢ ገይርኩም ተኸታተልዎ። እዚ ስለዝኾነ ንደደቢት ሚድያ ስፖንሰር ትገብሩ ዞባታት፣ ከተማታት፣ ትካላት ብፍላይ ኸዓ ውድብ ህወሓት ጠጠው ኣብሉ። ገና ብይፋ ክወፅእ እዩ። ንውድብ ህወሓት ኣመልኪቱ ዝሰርሖም መደባት ርኢኹሞም እንተኾይንኩም ብጣዕሚ እዩ ዘሕፍር ብጣዕሚ እዩ ዘሕፍር ውድብ ህውሓት ንክልተ ተመቂላ ዝብል ኢንቴንት። ሳልሳይ ደረጃ ናይ ሃፍቱ ኪሮስ ምንቅስቃስ እንታይ እዩ ዝመስል ኢልካ ምርኣይ እውን ኣገዳሲ እዩ። ፌደራል መንግስቲ ንዓ እተው ይብል ነይርኮ ኣብ ኣደባባይ ትተል ሕጋዊ ዘይኮኑ ውዳበታት እኮ ሽም እናፀውዐ ብደንቢ የወድስ ነይሩ እዩ ሕጋዊ ዘይኮኑ ውዳበታት ቅድሚ ሰራዊት ትግራይ ንኣቶም ኣቐዲሙ ከመላኽዖም እኮ ኣደባባይ ሰሚዕና ኢና። ኣብ ትግራይ ሓደ መንግስቲ እዩ ዘሎ፣ ክልተ መንግስቲ የለ። ሓደ ግዜያዊ ምምሕዳር መንግስቲ ኣሎ፣ ጀነራል ታደሰ ወረደ ዝመርሖ። ሰውእ ጀነራል ታደሰ ወረደ ዝመርሖ ሓደ መንግስቲ ስለ ዘሎ ኣብ ሓደገኛ ኩነታት ኮይንካ እቲ ማእኸላይ መንግስቲ ግዝያዊ ምምሕዳር መንግስቲ ዝበሎ ነገር ክግበር ግድን እዩ። ጀነራል ታደሰ ወረደ ፖለቲከኛ ጥራሕ ኣይኮነን፣ ብሉፅ ጀነራል እዩ፣ ወታደራዊ ጀነራል እዩ። እሶ ትግራይ ገጢምዋ ዘሎ ሓደጋ ካብ ማንም ዝሐሸ ናይ ምርዳእ ዓቕሙ ዝለዓለ እዩ። ዕድመ ልክዑ ኣብ ቃልሲ ኣብ ፖለቲካ ስለ ዝነበረ ማለት እዩ። ናይ ሰብዓይ ሓሙሽተ ዓመተ ምህረት ኣባል ማእኸላይ ኮሚቴ እዩ ጀነራል ታደሰ ወረደ። እሱ ቀሊል ሰብ ኣይኮነን። ዜርፎር ጀነራል ታደሰ ወረደ ዝኣክል ፕሬዚደንት ንሓንቲ ዞባ ኣመሓዳሪ ናይ ኣብያተ ዕዮ ምትዕርራይ እናገበረ ምሕንጋድ ትርጉሙ ካልእ እዩ። ደጀንካ ህዝቢ ትግራይ ዘይኮነስ ኻሊእ ኣካል ደጀን ጌርካ ኣለኻ ማለት እዩ። እዚ እቲ ትርጉሙ። ብዙሕ ዲቴይል ምእታይ ኣየድልን። ስለዚ ህዝቢ ዞባ ደቡብ ናይ ወያነ ጀማሪ ስለ ዝኾነ ናይ ወያነ ጀማሪ ናይ ትግራይ ወያነ ወያነ ትግራይ ጀማሪ ህዝቢ ዞባ ደቡብ እዩ። ብላታ ሃይለማርያም ረዳ ትግራዋይ እዩ። ዞባ ደቡብ ልጥላው ሚግዛው ናይ ፒስፉል ልኾነ ፕሮቴስት ምንቅስቃስ ናይ ኢትዮጵያ ናይ ዩኒቨርስቲ ተምሃሮ ምንቅስቃስ ዝመርሐ ወዲ ማይጨው ትግረዋይ እዩ። ሱሩ እውን ወጀራት ናይ ማእኸል ወያነ ቀዳማይ ወያነ መቐለ ትግራይ እዩ። ኢሉ እውን ኣብዚ ናይ ሕዚ ናይ ሕሉፍ 17 ዓመት ብረታዊ ቃልሲ እውን ብጣዕሚ ብዙሓት ሓራ መሬት ካልኣይ ወያነ ኣብ ዞባ ደቡብ እዮም ዝርከቡ ብዙሓት ጀጋኑ ዝወፅሉ ደቂ ዞባ ደቡብ ብዙሓት ጀጋኑ ዝወፅሉ ደቂ ዞባ ደቡብ ኣለዉ ዝሓለፎም ቼንቶ ጀነራላት ማለት እዩ ብጣዕሚ ብዙሓት ጀጋኑ ምፅዋዕ ይኽኣል እዩ ልገብረዲላ ጀነራል ገብረዲላ ማለት እዩ ላዕለዎት ወታደራዊ ኣዝዝቶ ኣለዉ ልበርሀ ባራኺ